ሕጂ እዛ ንእሽተይ ሓዳሽ መፅያ ዘላ ሓዳሽ ዘይኮነስ ማለሲ ካብቲ ዝነበረ መቐፀልታ ተነፂላ ትኸይድ ዘላ እዚኣ ሰውራ ወይ ድማ እዛ ጥርናፈ እዚኣ እዛ ምንቅስቃስ እዚኣ ኣነ ክሳብ እቲ ትሕዝታ ዘይረኣኹ ኣይ ሓምያን ኣይቅበላን ወይ ድማ ኣይነፅጋን እየ ግን ከምዚ ትብልዎ ዘለኹም ሕጂ ሙኔክስ ብቀዳማይ ኣነ ምስ ኣትየ ነይረ እትዮም ከጋግይዋ ዝቀነዩ ኣካላ መስለኒ ነይሩ ኣነ እውን ንዕኦም ወቂዐ ብቀዳማይ ማለት እዩ ኣካላ ዘይኮኑ እንድሕር ደኣ ይኽፍእዋ ነይሮም ኮይኖም መርሓባ እንኳዕ ኣብ ናታይ ኮኑ ማለት እዩ እንኳዕሲ ናታይ ኮኑ ናታ እንተዝኾኑ ነይሮም ግን ብጣዕሚ ከይጀመረት ዝወደቀት ምንቅስቃስ እያ ነይራ። ስለዚ ከም ኤርትራውያን ሙስሊም ደለይቲ ፍትሒ ንኢሰያስን ሱር ኢሰያስን ኣይዶሎጂ ኢሰያስን ክንብርቁቕ ንንቀሳቐስ ዘለና ንቃለስ ዘለና ንቃለስ ኣለና እዩ ዝበሃል እኮ እዛ ግዜ እዚኣ ሓሙ- ሓሙሽተ ደቂቕ ሂበ እንድሕር ደኣ ይቃ- ይዛረብ ኣለኹ ብዛዕባ ሃገር ይቃለስ ኣለኹ ብሰንኪ ምዝራቦም ህይወቶም ዝሓለፉ እ፣ ኣሕዋት እውን ኣለውና ካብ ኩሉ ካብ ክርስትያን ካብ ሙስሊም ማለት እዩ እ፣ ግዜኦም ዝውፍዩ እ፣ ኣላፍ እዮም ብጭንቅን ብሕርቃንን ኣብዚ ሕማሞም ዝወድቁ ብዙሓት እዮም ኤርትራውያን ኣብ ደገ ዘለዉ ኣብ ውሽጢ ዘለዉ ስለዚ ንሕና ከም ኤርትራውያን የሕዋት እዚ ምስ ክርስትያን የሕዋትና ኣብ ሓድነት ኣብ ሓደ ተጠርኒፍና ንኺድ ንብሎ ዝነበርና ንዓመታት ክኾነልና ኣይከኣለን ክኾነልና ኣይከኣለን ብሰንኪ ጸየቕቲ እንዳተጸየቀ ይኸይድ ኣሎ እምቦ እስኪ በበይንና ኮይና ንፈትኖ ዝብል ለባም ውሕሉል ዝኾነ ፈተነ እንድሕር ደኣ ይግበር ኣሎ ኮይኑ ዊች ኢዝ ጉድ ኣብ ፍርኡ እዩ ዝረአ ማለት እዩ ወይ ድማ ኣብቲ ትሕዝትኡ እዩ ዝረአ ክንደይ ከምኡ ኢሎም ተበጊሶም ንኩሉ ዌልካም ይብሉኻ በቲ ሓደ ከዓ ይፀርፉኻ ማለት እዩ ኣብ ቅድሚ ዓይንኻ ምስኦም ኮፍ ኢልካ ከለኻሲ ይፀርፉኻ ኦኬ እንታይኻ ትገብር ዋእ ወይ ስቅ ኢልካ ዓቅሊ ጌርካ ካልኣይቲ መዓልቲ ትምለሶምን ወይ ከዓ ኣብ ምስሕሓብ ኣብ ዘረባ ነንሕድሕድካ ኣብ ምዝልላፍ ትኣቱ ማለት እዩ እዚ ናይ ኤርትራውያን ምንቅስቃሳት ከምዚ ይኸይድ ጸኒሑ ክንደይ ጽሩያት ኣብኡ ዘይተበከላ ምንቅስቃሳት እውን ኣለዋ ካብ ሙስሊም ዝበዝሕወን ክርስትያን ዝበዝሕወን ንኩሉ ክፉት ዝኾነ ኣለዋ ግን ብዙሕ ክሰዓባ ኣይፀንሓን ወይ ድማ ነንሕድሕደን ክጥርነፋ እውን ኣይፀንሓን ስለዚ እዚ ሕጂ ተበጊሱ ዘሎ ምንቅስቃስ ንምሕፃር ዝኣክል ንምዝዛም ዝኣክል ፕሊስ ፕሊስ ካብቶም ቀዳሞት ፕሮፓጋንዲስት እገለ እገለ እንዳበሉ ዘፅሙሙና ዝነበሩ ካብኣቶም ንምሃር ከምኡ ኣይንኹን ጥራሕ ኣብ ትሕዝቶና ክንፍረድ ኣብ ትሕዝቶና ጃጅ ክንግበር ንጻር ማለት እዩ መራሒ ሓደ ዘይኮነ ክውደስ ወይ ድማ በቃ ኪንገይ ኪንገይ እንዳበልካ ክየድ ዘለዎ እቲ ምንቅስቃስ ብፍሩኡ ጥራሕ እዩ ዝፍረድ መራሒ ተምፅኦ እንተዘይ ብቑዕ ኮይኑ ኣብ ሽዱሽተ ወርሒ ካብ ሰለስተ ወርሒ ወይ ድማ ሰዓቱ ምስ ኣኸለ ተኣልዮ ስለዚ ወዲ ሰብ እዩ ዝትብልዎ ዘለኹም ሓውና እውን ወዲ ሰብ ከዓ ሙሉእ ኣይኮነን። ስለዚ ኣብ ሕግን ሕጋውነትን ኣብ ሰረት መትከልን ራእን ናይቲ ምንቅስቃስ ጥራሕ ከነተኩር ክንክእል ኣለና። እዚኣ ክውዳያ ፅንሒ ምነክስ ሓፍተይ ክውዳያ እዚኣ ኣብ ከምዚ ጥራሕ ከነተኩር ኣለና ክብለኩም እየ ደልየ ላላ ሎማዓንቲ እናተይ እንዲያታ መደብ ነይራ እዛ ገዛውን ንዓያ ተኸፊታ ቆቁርብ ዕድል እዩ ዝወሃበኩም ምክንያቱ ምክትል ብረስደንት ከማን ሙኔክስ ምዃና ፍለጡ ሕጂ ቆቁሩብ ርእይቶ እዩ ዘለኩም ማለት እዩ ያላ ቀፅሉ
ኦኬ ኦኬ ዋዛ ምስ ቁም ነገር ክኸውን ተስፋ ገብር በቃ ኣነ ሕጂ ወዲ ኣብ ከምዚ እየ ክዛረብ ደልየ ምክንያቱ ኣብቲ ትሕዝቶ ናይቲ ምንቅስቃስ ኣትየ ስለ ዘይረኣኽዎ እቲ ማኒፈስቶ ወይ ድማ ኣብዚ ክትዝርዝርዎ ስለ ዘይሰማዕኩ፣ ብውሑዱሲ እቲ ማኒፌስቶ ኣብ ኢድኩም እንድሕር ደኣ ኣሎ ኮይኑ፣ እንድሕር ደኣ ንህዝቢ ክፉት ኮይኑ፣ ካብ ሓደ ክሳብ ዓሰርተ ዘሎ እዝን እዝን ወይ ድማ ሕልፍ ሕልፍ እንዳበልኩምሲ እዝን እዝን እዝን እዝን መትከላት እዝን እዝን ዝብል ማኒፌስቶ ክትብልዎ ሓደ ጽቡቕ እዩ ማኒፌስቶታት ኩሉ በቃ ጽቡቕ እንድዩ ግን ኣብቲ ኣካይዳ ናይቲ ጥርናፈ እውን እዩ እቲ ቀንዲ ዝፍረድ ኣብ ስርሑ እዩ ዝፍረድ ቀንድን ቀንድን ከዓ እዚ ዝፍተን ዘሎ ምንቅስቓስ እዚ ክኸይድ ዝፀንሐ ተሓዋዊስካ ትሰልጥ ኣይከኣለን እሞ እስኪ በበይንና ንፈትኖ ይብል ስለ ዘሎ ምስቲኦም ደቂ ሃገርና ክርስትያን ካልእ እምነት ዘለዎም ብዘየገድስ ምስኣቶም ከ ብኸመይ እዩ ክተዓረቕ ዝብል ቀንዲ ትሕዝቶ እዩ ነዚ ምንቅስቃስ እዚ ወይ ድማ ነዚ ወፍሪ እዚ ከፍርዶ ስለዚ እንተኽኢልኩም ኣንብቡልና ብውሕዱ ንእሽተይ ክሒዝና ክንከይድ ተዘይኮይኑ ከዓ ክሳብቲ ንረኽቦ ኣይሆፕ ብዛዕባኡ ክንዛረብ ኣይንኽእልና ሓፈሻዊ ግን እዚ እየ ክብል ደሊ ወሽኩረን
ኦኬ ኣሕዋት ሽኩረን ይቐነልና ማለት እዩ። እዚ መደብ ኣነ ከፊተዮ ሙኔክስ ዓብዱ ዑመር ማለት እያ ከፊታቶ እዚ መደብ ሕጂ በዚ ኣጋጣሚ ካብ ንኮት ሒዘ እንዲ ኣነ እዚ መደብ እ፣ ኣብ ገዛይ እውን ከፊተ ነይረ ሕጂ እውን ንቕፅሎ ኣለና ማለት እዩ። እንታይ መሲልኩም ኣሕዋት ነብስኻ ምቕሻሽ ፅቡቕ ኣይኮነን እዩ። ነብስኻ ምቕሻሽ ፅቡቕ ኣይኮነን እዩ። እታ መልእኽቲ ንፅርቲ እያ። ንሕና ከም ሕብረተሰብ ሙስሊም ነብስና ንኽእል እቶም ኣሕዋትና ደቂ ሃገርና መሻርኽቲ ከዓኒ እሶም ከዓ ነብሶም ይኽእሉ ኣብ ሓደ ተሰማሚዕና ከዓኒ እቲ ጸላኢና ንኣልዮ እሳ እታ መልእኽቲ ካብዛ ትጸሪ መልእኽቲ የላን ሓድነት ከምዚ ገለ ከምዚ ንሕና ንጸልእ ከምኡ ጌርኩም ኣይተቕርብዎ ንሕና መሻርኽቲ ከም ደለውና ኣብዛ ሃገር ጽቡቕ ጌርና ኢና ንፈልጥ ግን ንሕና ላዝም ዓቕምና ክዋህለል ኣለዎ ብሓንሳእ ክንጥርነፍ ኣለና ሓደ ሓይሊ ክህልወና ኣለዎ እንታይ ሒዝና ኢና ክንቀርቦም ንዕኦም ንሕና እኮ ኣጣላ ወይ ከዓ ኣባጊዕ ኣይኮናን ወይ ከዓ ኣብ ድጎሰሱና ጢልጢል እንዳበልና ንኸድ እዚ ቀደም ኣብ ህግደፍ ከለኹ ንብርጌደም ኣንሓመዱ ዝመለስኩሎም መልሲ እዩ ንዑ መስላም ደድሕሬና ምስ በሉ ኣጣል ናትኩም ኣይኮናን ደድሕሬኹም ንመፅእ ኢለዮም ምክንያቱ ንሕና ክቡራት ሕብረተሰብ ኢና ክንቃለስ ነቃልስ ንኽእል ሕብረተሰብ ኢና ግን ተጠርኒፍና ስለ ዘይፀናሕና ፋሕ ኢልና ስለ ዝፀናሕና ብሓንሳእ ክንጥርነፍ ኣለና ሓደ ሓይሊ ንፈጥር ብድሕሪኡ ከዓ እቶም የሕዋትና ከዓ ኣሕዋ- እቶም መናብርትና ደቂ ዓድና ከዓ ነብሶም ይኽኣሉ ብሓደ ኮይንና ከዓ ሽግርና ንፈትሕ እሳ እያ እታ መስኣላ እሶም እውን ንዕመ ግድን ንዕመ ምሳና ተኾንኩም ደ ኣለኹም ኣይበሉናን ስለዚ ንሕና ንምንታይ ኢና ናይ ካልኦት ንጭነቕ ዘጨንቕ የብልናን ሰውራ ይፍጠር ዝሰዓበ ከዓ ይስዕቦ ማለት እዩ ሕጂ ናቶም ኣብ ጎኒ ገዲፍና ናትና እሞ ንግበር እዚያ ሰውራ ትኸድራ ንምንታይ እ፣ ትንእድዎም ኣለኹም ከምዚ ገለ እ፣ ክትብሉ ውዒልኩም ፕሮፖ- ፕሮፓጋንዳ ኣይኮነን ሓቂ እዩ ሓቂ እዩ ሓደ ምእንቲ ህዝበይ ኢሉ ንዋጋ ከፊሉ ካብ መሳሪፉ ህዝበይ ኣብ ፈቅዶ ሸዋርዕ ኤሮጳ ተደርብዩ ኣብኡ ሰላማዊ ሰልፊ ክገብር ኣብኡ ሸክ ኩስቶ ተኣሲሩ ሸክ ኩስቶ ሸክ ኩስቶ ክብል ንዓመታት ዝኸደ ቃልሲ ፋይዳ ዘይብሉ ስለ ዝኾኖ ናይ ግድን ባይታ ክፍትሽ ከዓ ወሪዶም ማለት እዩ ባይታ ፈቲሾም ከዓ ኸላስ ህዝበይ ኸላስ ንዑመ ኢሎም ከዓ ንዑመ ተጠርነፉ ይብሉ ኣለዉ እዚ ፕሮፓጋንዳ ኣይኮነን እዚ ፍዕል እዩ እዚ ሓቂ እዩ እዚኣ ምስ መፀት ከዓ ብዙሕ ፈተነ ረኺባ ጌና እግራ ከይተኸለት ጌና ካብ መገሻ ከይተመለሰት ብዙሕ ፈተናታት ክያና ተገይሩ ማለት እዩ እዚ ሶሻል ሚድያ ሕብረተሰብ ሃሪሞም ገለ ፋሕፋሕ ኢሉ ሰብ ገለ ብዙሕ ነገር ብዙሕ ሽግርን መከራን ርኢና ማለት እዩ ሓሊፉ ብድሕሪኡ እውን ካልእ ነገር እውን ተኻይዱ ኦኬ እዚ ደኣ ካብ ምንታይ እዩ ደኣ እዚ ዝለዓል ደሎ ካብ ምንታይ እዩ ኩሉ ሽወያ ኣብ ሕብረተሰብ ዶ ኣብ ቋንቋ ዶ ኣብ ብሄር ዶ ኣብ ዓሌት ዶ እዚ ደኣ እንታይ እዩ ማለት እዩ ኢልና ከዓ ተመራሚርና ተመራሚርና ከዓ ካብኦም ከም ዘይኮነ ከዓ ፈሊጥና ኦኬ ካብ ዓሌትነት ናፃ እያ ካብ ወገን ናፃ እያ የሕዋትና ኡመት ላኢላሃ ኢለላህ ይብሉ ኣለዉ ላስ ኣላሁ ኣክበር ፈታሕና ዓይነና ላስ እዚኣ ልዕሊ እዚኣ ወላ ሓንቲ ረቢ ክህበና ኣይክእልን እዩ ነዚኣ ከነንስር ኣለና ክንጋገ ኢና ፀኒሕና እሆ ኩስቶ ከምዚ ኢሉ ደድሕሪኡ እቲኦም እባ ከምዚ ኢሎምና ደድሕሪኦም እቲኦም እባ ነታ ሰውራ ንምቕታል ተገበረ ሓረካት እዩ እስኪ እፍተህም ለና ብሕዋትና እዩ ተገይሩ ብሕዋትና ምሳና ጠቢቆም ህዝብና ፋሕፋሕ ከብሉ ተዓጠቁ ሰባት ኣብ ደይ ቦትኡን ኣብ ደይ ግዜኡን ዝዛረቡ ዘይዝሩብ ዘረባ እሶም ምሽ ገሱ ልክዕ ከይተመለሱ ከለዉ ሓደጋ ኣጋጢሞ እዚ ህዝቢ እቲ ሶሻል ሚድያ ነታ ሰውራ ንምህራም ኣጋጌሙና ሃሸታሕታሕታሕ ኢልና ኩላትና ካባይ ጀሚርካ ማለት እዩ ሕጂ ግን ፈቲሽና ፈቲሽና ሰውራ ከድራ ካብ ኩሉ ፅሪቲ ካብ ኩሉ ንፅህቲ ካብ ዓሌትነት ካብ ወገን ካብ ዓሌት ነፃ እያ መራሒኣ ከዓ ኣሰናይ እዩ ኩልኻ እመት ሙስሊሚን ትደዕምሆም ኩልኻ እመት ሙስሊሚን ጀበር መን ሳዎ ትግረ ዓሳውርታ ብሌን ብ- ናራ ኩላ ኩላ ቁምያት እንኮን ናትካ ተንቁዘካ ሰውራ ከድራያ ጂጅ ማጂጅ ናይ ፖለቲካ ናይ ኣብዚ ሶሻል ሚድያ ዝግበር ትጉሕፎ ካብ ሎማዓንቲ ትሒዝካ ትጉሕፎ እንዳ ጉሓፍ ትእትዎ ኣፈኛታት ናታ ክትገብር እያ ኣፈኛታት ናታ እግር ስለ ዘይተኸለት ነይራ እያ ሕጂ ግን ኣፈኛታት ረስሚ ክትገብር እያ መልእኽቲ ካብኦም ናብ ህዝቢ ዝቐርብ ካልእ ጅጅ ማጅጅ ርእስኹም ከይትሓሙ ኩሉ ገዳዲፍኩም ኣብ ሓንቲ መስመር ትዳዕሙሃ ብማለት ብደለካ ብመርፍእ ብመድፍዕ ብመርፍእ ካብ መርፍእ ስጋዕ መድፍዕ ትምዝገብ ኣባል ትኸውን ትሕግዝ ብገንዘብካ ብማልካ ብኩሉ ነገር ብሂወትካ ዋጋ ትኸፍል ንሓቀኛ ከዓ ቶሜትካ ቶሜትና ካባይ ጀሚርካ ማለት እዩ ቶሜትና ከዓ ኣብ ሓቀኛ መገዲ ንመውት ላኢላሃ ኢለላህ ኢልና ንመውት ሽሆዳ ዕንደላህ ንኸውን ካብዚ ዝጥዕም ወላ ሓንቲ ኣብዚ ዱንያ የለን ስለዚ እዚ ፕሮፓጋንዳ ኢልኩም ትሓስብዎ ተኾንኩም ናትኩም ጉዳይ ፖለቲካ ካልእ እዩ እዚ ፕሮፓጋንዳ ኣይኮነን እዚ ሓቀኛ መልእኽቲ እዩ ካብዚ ዝበልፅ ወልሓንቲ ረቢ ክህበና ኣይክእልን እዩ ከርተትኩም ርኢልኩም ፎቆዶ ሻርዕ ክትከዱ ቁሪ ክወቕዓኩም ፎቆዶ ክስታይ ክትከዱ ገንዘብኩም ማልኩም ኣጥፊእኩም ረቢ ኣሚን ኢልኩም በሉ ንዑመ እዚኣ መገዲ እዚኣ ከፊተልኩም ኣለኹ ኢልኩም ካብዚኣ ትጥዕም የለን ረቢ ወሪዱ ይኮነ እንኳን ዝህበካን ዝኽልኣካን እንታይ ደኣ ኣንፈት እዩ ዝበካ ወይ ጥዑይ ሰብ ሰደልካ ወይ ሓደ ወኪል ይሰደልካ ሃል ኢንታ በሊሕ ዲኻ ተላልዮ ድሕር ደይ ተላለኻዮ ከዓ ትጠፍእ ስለዚ ብረቢ ኣማና ዝመፁ እዚኣቶም ኣሜን ኢልኩም ከዓ ንስኹም ከዓ ብኣማና ትቕበልዎ ኣሜን ኢልኩም ብኣማና ትቕበልዎ ትሕግዝዎ ትዳዕምዎ ለይትን ቀትርን ምክንያቱ ነዚ ንኸፍርሱ ፀላእቲ ካብ ሙስሊም ኣይትበሉ ሙናፍቂን ካብቲ ኣቶም ፀላእትና ንብሎም ኣይትበሉ ብዙሕ ነገር ርኢና ማለት እዩ ሌሽ ከይዓኾኾት ከላ ነቕበራ ጌና ከይተሰአት ከላ ነቕበራ ኢልካ ተገበረ እዩ እዚ ኩሉ ደዕገርግሩ ድቐነዩ ማለት እዩ ስለዚ ንሕና ከዓ ክንዕብያ ኢና ክንዕብያ ኢና ትዳዕም ኣበይ ኣለኻ ሃፍታም ኣበይ ኣለኻ ኩሉ ክእለት ዘለካ ኩሉ ክእለት ዘለካ መሃንድስ ኩሉ ዶክተር ኩሉ ኩሉ ኩሉ ኩሉ የድልየና እዩ ኣብዛ ሰውራ ከድራ ትዓስል ሙስሊም ሕብረተሰብ ላኢላሃ ኢለላህ ትብል ኣብዚኣ ትዓስል ስራሕና እሱ እዩ ድሕሪ ሕጂ ካልእ ስራሕ ይብልና ለይትን ቀትርን እዚኣ ስራሕና በቃ እዚኣ ኣንፈት ሂብና ኣሎ ረበል ዓለሚን ኣሜን ኢልና ንሕና ከዓ ንዓይና ንድዕማ ለይትን ቀትርን ፕረስደንት ናትና ከዓ ኣሰና እዩ እቶም ካልኦት ከዓ ምክትል ምክትል ማለት እዩ እቶም ካልኦት ከዓ ጀነራላት ጀጋኑ ኩላቶም ደቂ ኤረትራ ካብ ንእሽተይ እስከ ዓብዪ ጀጋኑ እዮም ደቂ ሰውራ ኤረትራ እዮም ሰውራ ድፈጠሩ እዮም ሻዕብያ ድፈጠሩ ጀብሃ ድፈጠሩ ደቆም እዮም እዚኣቶም ወዲ ጅግና ከዓ ጅግና እዩ ኩሉ ግዜ ማለት እዩ ስለዚ የሕዋት ኩሉ ነገራት ንፀጋም ገዲፍና ኩሉ ሕማቕ ነገራት ጉሒፍና ልብና ኣፅሪና ተጣሂርና ካብ ዓሌት ካብ ወገን ካብ ዝኾነ ይኹን ርሳሓት ከምዛ ውዱእ ትገብር ከምኣ ተጣሂርና ልብና ኣፅሪና ኩሉ ሰማሕ ሰማሕ ተባሂልና ልወጅህ ላሂ ተዓላ ኢልና ኣብ ሰውራ ኸድራ ንርዓም እዚኣ እያ እታ መልእኽትና ንፅርቲ እንሻላ ይኩን ለኩም ዋድሕ እቶም ዘይተሓወሱና ኸ ግደፍዎም ግደፍዎም ደሓን እቶም ዘይተሓወሱና ግደፍዎም ብመዓልቶም ሓቅና ሪኦም ሓቀኛ መስመርና ሪኦም ባዕሎም ክመፁና እዮም ድሕሪ ሕጂ ምስኦም ደፃርፊ የብልና ምስኦም ደካትዕ የብልና ምስኦም ደድሕሪኦም ከይድና ንዑመ ንብሎ የብልና ንብሎ ሰብ የለን ኣነ ክስቶም ካልኦት ከዓ ዕድል እንዳሃብኪ ኣብ ያ መንጎ ሽዑ ከዓ ትዛረቢ ኦኬ እንዳዕረፍኪ ስክፍታ ሕጂ ዓስኒ ከይትደፍኒ እሳያታ ኣሰርያ መልእኽቲ እሞ ንፅርቲ እያ ኣሲርያ ኣለኹ ኦኬ እሳያታ መልእኽቲ ካብዚኣ ትጥዕም መልእኽቲ የላን ድተረፈ ተሉኻ ኣለዉ በዓል ጀነራል ጂሚ ጀነራል ስሌማን ጀነራል ኣቡ ኣይመን ጣሂኖ ወዲ ጀበርቲ ኣለዉ ከኣቶም ጀጋኑ ማለት እዩ ሕጂ ጸርፊ ገለ ቀጠልያ ተገበርኩም ሰማያዊ ተገበርኩም እቲ ተገበርኩም ግበሩ ደሓን

ኣህላ ወሳህላ ኩሉኹም ካብ ላዕሊ ክሳብ ታሕቲ መዓል ወዚራ ሙኔክስ ኣመሓዳሪት ናይዚ ገዛ ፅቡቕ መደብ ኣካይድኪ ሎሚ ኣላ ኩሉ ሓል ኩሉ ዝበሃል ተዘሪቡ እዩ ኣነ ሕጂ ኣብቲ ናይ ሰውረት ልከድራ ክገልፅዎ ፀናሕኩም ኩላሕኩም ባረከላ ፊኩም ምክንያቱ ቃልሲ ውሑዳት የበግስዎ ብዙሓት ይስዕብዎ ብነሃያ እንታይ እዩ እዚ መርሓላ እዚ ናትና ካልእ መኽረጅ የብልናን ካልእ ኣማራፂ እውን የለን ፈቲኻ ፀሊእኻ እቲ መወዳእታ ዝእቶ መገዲ ወይ እቲ ሕሉል ናትካ ከም ሕብረተሰብ ህላውነትካ ዘረጋግፅ መገዲ ንሱ ክሳብ ዝኾነ ምናልባት ተቐልጠፍ ትድንጉ እምበር ኩሉ ሰብ ናብቲ መድረኽ ንሱ እዩ። ካልእ ኣማራጺ የለን ሕጂ ኣማራጺታት ተዘይሃልዩ ከኣ ንስኻ ነገራት ኢኻ ትርኢ ለኣኽርሲ ኣነ ከይደ ከይደ ሓቂ ናተይ ኣበይ ይረኽቦ እሽማዕና ልተዋዝን ኣብዚ ዓዲ እዚ ንሕና ሽራካ ፍልወጠን ሽራካ እንተኾይንካ ግድን ናትካ ሓይሊ ክህሉ ኣለዎ። ምጠነሽ ኣብ ዝቐረቡልካ መኣዲ ጥራይ ተቕረብ ተድኣ ኾንካ ኸላስ እንታ ለይሰ ምዋጥን እስኻ ፅዕንቶ እኻ ተፀዓኒ ኣብ ዝበሉኻ መኣዲ ትቕረብ ማለት እዩ። ናተይ ትብሎ ባይታስ ኣይትፈርድን ኢኻ። ሕጂ እቲ መንእሰይ እዚ ነገር እዚ ክርድኦ ክኽእል ኣለዎ። እንታይ እዩ ራእይ ናይ ሰውረት ልካድራ? በቃ ነብስኻ ብምኽኣል ዋንነትካ ህላውነትካ ምርግጋፅ እዩ። ንስኻ ኣብ ካልኦት ዝተውበኽዎ መኣዲ ትቕረብ እንተ ኾንካ ከይፀገብካ ተስእ እውን ኣላ። ስለዚ እቲ ናይ ሰውረት ልኸድራ እማመ ካብ ንእሽኡ ክሳብ ዓብኡ እቲ መናኣ እቲ ሕብረተሰብ ክርዳእ እቲ ዘሎ ወፅዓ ንፈልጥ ኢና። ወፃዒ ሓደ እዩ ወፅዓና ግን ሓደ ኣይኮነን ሓታ ልመዛሎም ተኽተልፍ። ንስኻ እዚ ነገር እዚ ተረዲእኻ ብዝያዳ ዋጋ ክንከፍል ዝግበኣና ኣስሉ እቶም ሙጅተማዕ ልሃምሽ ኢና። እቶም ሕብረተሰብ ንሕና ሲ ዝያዳ ዋጋ ክንከፍለሉ ነዚ ቃልሲ እዚ ክንርድኦ ይግባእ። እነማ ተቕይር ይመጽእ ኣብ ዜሮ ሰዓት ኣብዚ ዘይጸናሕናዮ ድልውነት ወላ ሓደ! ንስኻ ድልውነትካ እንተዘየረጋጊፅካ፣ ህላውነትካ ኣብቲ ከባቢ እንተዘየረጋጊፅካ ኣብቲ ዝመፅእ ለውጢ ምነል ሙስተሒል እንካ እዚ ንዓኻ እዩ ዝብለካ ኣካል የለን። ኣብ ፖለቲክ ከምኡ ዝበሃል የለን። ስያሳ ህያ መሳልሕ ወመኻስብ ስለዚ ሓደ ነጋዳይ ዝኸሰቦ ትርፊ ናቱ ሰራሕተኛ እዩ ዝገብረካ እምበር እቲ ንሱ ዝኸስቦ ነገር እዚ ንዓኻ ይግበኣካ እዩ ፈፍርቅና እዩ ክብለካ ኣይክእልን እዩ። እዚ ነገር እዚ ክርደኣና ክኽእል ኣለዎ። ካብቲ ምንጠላቓት ናይ ኩሉ እቲ ጽባሕ ዝመጽእ ነገራት እውን ኣብቲ ከባቢ ዝካየድ ዘሎ ከይዲ ንሕና ጽቡቕ ጌርና ንሪኦ ኣለና። መንእሰያት ኢና ክንከታተል ይግበኣና። ናይ ኩላህና ሓላፍነት ክኸውን ኣለዎ እዚ እዚ ሰላሳ ዓመት ዜሮ ዝኸድናዮ ብሕጂ ሃንደበታዊ ለውጢ ብዝመፀሉ ግዜ ሰላሳ ዓመት ብድሕሪኡ ለውጢ ዜሮ እንተኸድናኸ እንታይ ክንከውን ኢና ከም ሕብረተሰብ ኣነ ንሱ እዩ ዝረኣየኒ ወላ ስርዋ ወላ ስልጣ ማፊ ስለዚ ዝቀረቡልካ ጥራይ ተብል ተኮንካ ኣብዚ ምዕራባዊ ዓለም ኣለና እንዲና ንነብር እኮ ኣለና ጓኖት ኢና ኣብቲ ንሶም ዝቀረቡልና ነገራት በቃ ንሶም ዝበሉና ሕግታቶም ተኸቲልና ጓኖት ምዃንና ኣሚንና ኣብቲ ሕግናቶም ርዒምና ከም ቁረባ ንዓይሽ ንሶም ግን ብሰላም እዮም ዘንብሩና ሓቂ ንምዝራብ ግን ኣብ ልዕሊ እዚ ኩሉ እዚ ንሕና ማ ንሕስ ብልኣማን ሓደ ወዲ ሰብ ኣብቲ ዝነብረሉ ኣብቲ ዝዓሸረሉ ቦታ ኣብቲ ንሱ ዝተፈጥረሉ ቦታ ክነብር እንተዘይክኢሉ ማ መጥመእነን ወላ ሓንቲ ሰላም ኣይስምዖን እዩ ክንዲ ዝሃለወ ገንዘብ ይሃልዎ ክንዲ ዝነበረ ጥዑም ናብራ ይንበር ሙስተሒል ይሕስ ብሰላም ኣደውላ ህያ ኣልኣምኒ ወልኣማን እዚ ዓዲ እዚኣ ከዓ ብኣምንን ወልኣማን ስለ እንነብራ ዘየለና ማፊ ደው እስማ ደውላ ኤርትራ ሃገር ኣይኮነትን ዘላ ያና ሳብ ሳዕ እዚ ክርድኣና ክኽእል ኣለዎ ንሕና እቲ እንነብሮ ዘለና ኣዩ ኣህጉር ዝፅዋዕ እዚ ሕቁቅና ዝሕልዉ ደቂ ሰባት ኣብ ሕጊ ዝነብርሉ ኣብ ዓዶም ከይተሸቅረሩ ዜጋታት ምኳኖም ኣሚኖም ብሰላም ዝነብርሉ ወፅዮም ዝኣትዉሉ ዓዲ እዚ እዩ ኣህጉር ዝባሃል ኤረትርያ ዕባረን ዓለል መቅበራ ካሰተ ልሙጅተማዕ ልሙስልም ኩሉ ወፅዓ ኣሎ ኢለኩም እየ ላኪን ከሙጅተማዕ እንተሪኢካዮ ዕባረል ዓለል መቅበራ ወዲ ሰብ ኣብ ኤረትራ ክቅበር ክከይድ ከሎ ጥራይ እዩ ዝከብር። ከሎ ብሂወቱ ኣይከብርን እዩ ካሳተ ሙጠብል ተዘይኮይኑ ሓሳዊ ናይቲ ስርዓት ተዘይኮይኑ ንፁሃት ዘጥፍእ እንተዘይኮይኑ ኣብ ኤርትራ ማፊ ብሰላም ዝነብር ሓንቲ ብሰላም ክነብረላ ዝከይድ ብሰላም ዘፋንውዎ እታ መቅበራ እያ መቅበራ ከኣ ከምኡ ስምዋ መቅበራ ከላስ ዝኮነ ሓያ የብላን ወዲ ሰብ ኣብኣ ዝፅበየላ ጉድጓድ ጥራይ እያ ስለዚ ኤርትራ ነዚኦም ህዝቢ ኤርትራ መቃብር እያ ንዓይ ኣነ በዚ እየ ከረድኣኩም ዝደሊ እታ ርድኢት ናተይ በቃ ክንቃለስ ክንክእል ኣለና ትደልዮ ነገር ፅቡቕ ነገር ክትረክብ ትምነያ ኤርትራ ክትከውን ክቡር ዋጋ ክትከፍል ድልው ክኸውን ኣለዎ እዚ መንእሰይ ሰባት ዝገብርዎ ጥራይ ብማዕዶ ኾንካ ምምዕዳው እኹል ኣይኮነን። ንስኻ ሰባት ይብገሱ ኣብቲ ጽላሎም መጺኻ ምስኦም ኣብ ሓደ ጽላል ኮንካ ኣልዒት መዕልዒት ተርምብዒት ሓንቲ ኢድ ኣብ ልዕሊ ኢድ እንተኾይና ነዊሓ ትስጉም ወይ ነዊሓ ትሰድድ ኖኖ ኣነ እንታይ ገደሰኒ እዚኦም ይገብሩ ኣለዉ ጽባሕ ዘሎ ይርኢ እንተኢልካ ምናልባት ንሶም ይሰዓሩ ናትካ ህላውነት ኣብ ዜሮ ይተርፍ። ንስኻ ግን እዚኦም ሰባት እዚኦም ተተበጊሶም እንተ ሓደ ስጉምቲ ይኸዱ ሃልዮም እታ ትኽእላ ነገር እታ ትኽእላ ደቂ ሰባት ክርድኣና ክኽእል ኣለዎ ካብ ዓቕሙ ንላዕሊ ዝኾነ ሰብ መጥሉብ ኣይኮነን ዝኾነ ይኹን ኣካል ክርድኦ ኣለዎ ንስኻ እታ ትገብራ ነገር ዓቕምኻ ጥራያ ሀል እንታ ትገድም አፍካር ሀል እንታ ትገድም ማዴን ሀል እንታ ተኩን ጁንድ ምን አልሸባብ ሀዶል ወይ ኣብ ማዕዶ ኮንካ ከማን እትመነ ነስር ከማን ዱዓ ናትካ ከማን እክልቲ ኣንተ ደኣ እዚ ኩሉ ነገራት ካብዚኤን ኣርባዕተ ሓሙሽተ ነብስኻ ኣብ ሓንቲ ወዛዕ እያ በቲ ንስኻ ትኽእሎ በስ ትመነን ነስር ምኽንያቱ እቲ እዚኣ ሰውረት ልኸድራ ዘቐመጠቶ ጸላኢ ቅድመኣ ፍሉጥ እዩ። ስርዓት ህግደፍ ዝበሃል ትካል ኣሎ ንሱ እዩ ምንባር ከሊኡዋ ሃጀር ሙጅተማዕ ካምል እሰር ኣብ ግዜ ጸላኢ ግዜ ደርጊ ዘይተሃጀረ ሕብረተሰብና ኣብ ግዜ እዚ ህግደፍ ዝበሃል መንዑል ዝኾነ ውድብ ህዝቢ ኤርትራ ብእስርቤት ብስድራቤት እሰር። ጸላኢ ከሎስ ንዋግኦ ከማን ኔርና ኣብ ውሽጢ ዓድና እንተ ተመለስና ስድራና ብእሱር ኣይተሃጀሩን እላ እቶም ኣብ ዓዶም ሓዊ ምስ ኣንደድዎም ተገዲዶም ዓዲ ዝገደፉ እንተዘይኮይኑ እቲ ካልእ ህዝቢ ግን በቃ ኣብኡ ኮፍ ኢሉ ሙስተቐር እንዳኾነ ዋጋ እንዳኸፈለ ኣንጻር ጸላኢ ይዋጋእ ኔሩ ንምንታይ ዓዱ ስለ ዝኾነ እዚ ሕሉፍ ስርዓት ባዕዳዊ ወዲ ባዕዳዊ መቐጸልታ ናይ ሃይለስላሰ ካብ ዝመጽእ ግን እቲ ቀንዲ ንዓና ከጥፍኣና ዝኸኣለ ኸሻፊ ኣስራንና ኸሻፊ ወሰጥና ኣብ ውሽጥና ኣትዩ ንዓና መሲሉ እትሰለሉ ከምዚ ኩሉ ግዜ ዓመጽቲ ሕብረተሰብ ከጥፍኡ ከለዉ ትኽ ኢሎም መዋጃህ ኣይኮኑን ዝመጹ እትሰለሉ ኣብቲ ሕብረተሰብ ንዕኡ መስሉ ቀዲሞም ኣብ ደሙ ይዝርኡ ሕጂ እቲ ዓይቢ ሽግር ኮይንና ዘሎ ከኣ ብዘይካ ሰውራ ነዚ ጉዳይዚ ዝፈትሖ የለን ዝብል መደምደምታ ስትበጽሐሉ እዚ ህሕብረተሰብዚ ኣብ ውሽጡ በቂሎም እዮም እዚኦም ክመሓዉ እንተኾይኖም ከኣ ማዕበል ዝኾነ ሰውራ ክትስእ ክኽእል ኣለዎ ርሑስን ንቑጽን ዘንድድ ሰውራ እንተዘይተሲኡ እዚ ውሽጥና ስትዘርአ ሲቓ እመብዓድ ኣብ ኣብ ሕብረተሰብ ግደፍ ከም ኣህዛብ ከም ቀባይል ከም ገለመለ ከም ኩሉ ትገልፅዎ ንሕና ከም ውልቀ ሰባት ኣቦን ሓውን ኣደን ወዳን ኣይተኣማመኑን ኣብዚ ደረጃ ስለዚ እቲ ሲቃ ዝባሃል እዚ እዩ። ተዘኣስበታትኻ ምትእምማን ክዕረ ኮይኑ እቲ ተፈጢሩ ዘሎ ተኣልዮ ጥራይ ኢኻ እዚ ውሕጅ ክመፅእ ከሎ ኩሉ ርስሓት ወዲ ርስሓት ኣኻኺቡ ከይድ እቲ መሬት ይፀሪ እዚ ነገር እዚ ኻዓ ከምኡ ዓይነት ሰውራ ተላዒሉ እንተዘይተሓኺኹ ማፊ እቲ ህዝቢ ወላ ክንዲ ሓድነት በሉ ክንዲ ገለ ፀውዑ ክንዲ ገለ ፀውዑ እዚ እቲ ውሽጢ ተዘሪዑ ዘሎ ፊትና ሰውራ መፂኡ እንተዘይሓኺኽዎ ሙስተሒል ህዝቢ ኤርትራ ሙስጠቐር ኮይኑ ከም ሃገር ክቕፅል እዚ ኩሉ ርድኢት ምስ ትበጽሐ እዩ እዚኣ ሰውራ እዚኣ ኣዕለነት እቲ ነገራት ንሱ መፍትሒ ምዃኑ ስለዚ ኣነ እቲ ንክግለጽ ጸንሐ ኣብዚ ክኣኽለኒ እዩ በስ ኣውሲኩም ዕለት ዕስራን ትሽዓተን ኣብ ዓዲ እንግሊዝ በዚ ኣብ በዓል ዓሹማ ኣጋጢሙ ዘሎ ሓደጋ ኣብዚ ልዕሊ እዞም ቆልዑ ሙዛሃራት ኣሎ ዕለት ዕስራን ትሽዓተን እቶም ክትሳተፉ ትኽእሉ መንእሰያት ኩላህኩም ኣብኡ ኣስዕብ ኣቢለ ዕለት ሰላሳን ሓደን ኣብቲ መወዳእታ ወርሒ እዩ ክልቲኡ ብሓደ እዩ ዕለት ሰላሳን ሓደን ከዓ ሰውረት ልከድራ ንኩሉ ህዝቢ ናይ በርሊንግሃም ኣብ ዓዲ እንግሊዝ ኣኪባ ኣኼባ ክትገብረሉ እያ ህላውነታ እቲ ትሕዝቶኣ ክትገልጸሉ እያ

ኤፍሬም ይኣኺ ኣለኹም ዲሕ ትዛረቡ ጥናሕሽ ከኤፍሬም ቅድሚኻ ዝኣተው ኣለዉ ሰላም ይኽብለኩም ደሊ ኣነ ዳኣኸና ሓዲርኩም
ሰላም ዲ
ተንጋጊና ኣነ ሓንቲ ክብል እንታይ ይመስለኩም እቲ ቃልሲ ናይ ሓባር ቃልሲ ዝኾነ ንሓደ ኣልዕል ኣቢልና ንዕኡ ጥራይ ከም ጋባርን ሓዳግን ጌርና ክንዛረብ ፅቡቅ ኣይኮነን እቶም ካልኦት ሰባት

ወይ ደምዳሚ ኩን ኣይኮንን ኢልካ እመን ወይ ከዓ ወሃቢ ርእይቶ ኩን ሕጂ ክልቲኤን ብሓደ ኣምፂካየን ኣነ ኣብ ሓዲኤን ጠጠው ተትብል ኣዝዩ ደስ ምበለኒ ሕጂ ዋላ እቶም ሰባት ዓቅምታቶም ንፈልጦም ኢና ኢልካ እዚ እቲ ውሳነ እዩ ጠይብ ኣነ እንተሓቲተ እንታይ እዩ ኣማራፂ ናትኩም እንታይ ፍታሕ ትህቡ በዲል ናትና ናይዛ ሰውራ እንተኢለ መልሲ የለን ኣብዚ ሜድያ። ንሕና ቀናዓ ናትና ውን ንሱ ዩ መወዳእትኡ ምኽንያቱ ስርዓት ህግደፍ እዚ ኣብ ሰራውርና ዝኣተወሉ መገዲ ማፊ እዚ ዝባሃል ዝነበረ ናይ ኣቃሻሽ ዕድመ ናይዚ መንእሰይ ምጥፋእ ኣብዚ ዘመነ ስደቱ ንስርዓት ህግደፍ ሰባት ከነረዲ ኢና ኣተውዕያ መተውዕያ እዚኤን ንጎ ንጎ ውድባት እንዳገበርካ ዕድመ ንእስነት ናይዚ መንእሰይ ኣጽኒትኩሞ ኢኹም። ያዕኒ ማዕለሽ ማዕ ኣኽብሮት ቃልሲ ነይሩ እዩ ግን ዘይውሱን ቃልሲ ውሳነ ዘይወስድ ቃልሲ ንስርዓት ህግደፍ ኣብ ስደት ኮንካ በቃ እስኻ ኣብኡ ኮንካ ተዋጋኣና ንሕና ኣብዚ ኮይንና ብናይ ቃላት ክንዋጋኣካ ኢና እዚ እዩ ነይሩ ከምቲ ትብለን ነበርካ ውድባት ብልክዕ ዋጋ ገይረን እየን ኣብቲ ቀደም ከፊለን እየን ሳር ኣትፊሀን መኣመራ ነቲ መኣመራ ግን ነንሕድሕዶም እዮም ተባሊዖም ኣነ ምናልባት ዓቕመይ ኣይክኸውንን እዩ ኣብኡ ክኣቱ ብዙሕ ኣይክደልን እየ ናተይ ትዕዝብቲ ግን ኣለኒ ምናልባት ግዜኡ ዘይኣኸለ ዘራርባ ስለ ዝኸውን ዕቃበ ክገብር እየ ብልዕሊኡ ግን ኣብቲ መሃማ ተንፊዝ እንተደኣ ኬድካ ማፊ ኣይነበረን ማመምክን ንስካ ኣሕዋትካ ስድራካ ይጥሕሉ ይቅተሉ ኣብ ማዕዶ ኮንካ መንግስታት ትገብረለይ ፅባሕ ፅባሕ እዚ ኣብዚ ዘመነ ስደት ዝረኣናዮ ናይ ደንበ ፍትሒ ሐው ኣነ ኤፍሬም ኣነ ቁሩብ ዓቅምታት ኔሩኒ እንተዝከውን ከምኦም ኣይምገበርኩን። ንስኻ ትቖርር ኢኻ በቃ እዚ ሂስትሪ ናቶም ክፍት ኣቢልካ ንድሕሪት ተተመሊስካ ንጎ ንጎ መንግስትታት ይፈጥሩልካ ኣብ ደገ ኣብ ውሽጢ ኤርትራ ከኣ ስድራና ይጠፍኡ ብስሞም ከኣ ኣብዚ ስደት ይበልዑ ብስሞም ትካላት ይገብሩ። ስለዚ እንታ ዘለውማ ምስተዐት ተድፋዕ ኣሩሕ ንምንታይ ውድባት ትገብር ጽባሕ ጽባሕ እዚ ሎሚ ዝበገስ ዘሎ መንእሰይ ንሃዮቱ በቃ እማ ሸሃዳ እማ ነስር ካልእ እኳ ማ የለን እቲ መወዳእታ ዝተበጽሐ ውሳነ እንተ ደኣ ኮይኑ እዚ መንእሰይ እዚ ዋጋ ከፊሉ ክዕወት ኣለዎ በቃ ክልተ ነገር እዩ ዘቐምጥ ከይሞትካ ዋጋ ከይከፈልካ ዝመፅእ ለውጢ የለን እዚ ኣብ ማዕዶ ኮንካ ሕሉል እንዳሃብካ ርእይቶ እንዳሃብካ ኣብ ዘመነ ስደት እዚ ከብቅዕ ኣለዎ እዚ ከዓ ዝኣመነ በቃ እዚ ከይዲ እዚ ብዘይክኡ ኣማራፂ የለን ኣነ ሚእቲ ሕቶ እንተሓቲተ ሕጂ በዲል ናይዚ ሰውራ እዚ ኣማራፂ ሃቡና እንተኢለ ነዚኦም ኩለን ውድባት ኮፍ ኣቢለ ኣብ ሓደ ጣውላ ቅድም ንተኣከብ ቅድም ከምዚ ጌርና ሽግራትና ንፍታሕ ቅድም ሓድነት ዶ መሓድነት ዶ የኣኸ ኣብ ደገ ኮንካስ ሕራይ ጌርካ ኣበይ ተተግብሮ እንተልካዮ ማፊ ከምዚ ናይ በዓል ወንዝዋላ ኮንካ ብነፋሪት ክትኣትዉ ድኹም እንተልካዮ ማፊ እሞ እንታይ እዩ ትሕልሉ ናትኩም ኖኖ ቅድም ክንውደብ ኣለና ክነንቅሕ ኣለና እስኻ ኣብ ደገ ኮንካ መንእሰያት ክተንቅሖም ክተንቅሖም ዕድመኦም ትውድኣሎም እቲ ኣብ ውሽጢ ኤርትራ ዘሎ ህዝቢ ንዓኻ ኣሚኑ ቁሩብ ሓረካ ይገብር ይብላዕ ንሃገርን ህዝብን ይጸንቱ እቲኦም ደርባውያን ከኣ ንዕኦም ዝመስሉ ኣካላት እንዳደረቡ ብቲ ዓዲ ኣብ ስልጣን ዕድመ ስልጣኖም ይቕጽሉ እስኻ ህዝቢ ኤርትራ ጸኒትካ ጉዳዮም ኣይኮነን ኣሕዋት ኣለውዎም እንዲዮም ኣብቲ ጎረቤት ታይ ደኣ ንስኻ ንዓኻ ይትክኡኻ ከም ህዝቢ ፅነት እንዶ ሕጂ ትፀንት እኳ ኢኻ ዘለኻ ንዓኻ ይትክኡኻ እንዳበሎም ዘለዉ እንቱ ከኤረትርይን መሓሲን ብሺ ሕጂ ቃልሶም ከነኣእስ ገለ ይኮንኩ ዝደሊ ዘለኹ ግን ነፍተርድ ኣብቲ ውሳነ እንተ ደኣ መፂና ሕሉል እንታይ እዩ ናይዚ ህዝቢ እዚ ሀል ዋጋ ከይከፈልካ ዝመፅእ ለውጢ ኣሎ ኢሎም ድዮም ዝኣምኑ ኩሉ እቲ ኣብ ደገ ኮይኑ ሰውራ ክዕወት ኣይክእልን እዩ ዝብል ኣካል ኣልዕሙም እያ እዚኣ ሕጂ ኤፍሬም ስለ ዘልዓልካያ ጥራይ እንተዘይኮይኑ እምበር እዚኣ መስኣላ ናይ ኩሎም እዚኦም ናብዚ ደንበ ፍትሒ ኣብ ኮራሲ ኮፍ ዝብሉ ኣካላት እያ እሞ በዲል ሃበኒ እንታይ እዩ ናትካ ቅያር እቲ መንእሰይ በቃ ዋጋ ከፊ- ክኸፍል እንተ ደኣ ዘይተተባብዕ ኾንካ ንስኻ ድሕሪ እዚ ክንዲዚ ዓመት ኢልካስ እንታይ ለውጢ ክተምፀሉ ትኽእል ገሊኦም ኣለዉ ኤፋር ኣነ እፈልጥ እየ ከምዚ ከተናኽፍ ኣይደልን ዘለኹ ምኽንያቱ ሕጂ ንሕና ሙነዝሚን ኢና ንዓና ዝሕዝ ትካል ኣሎ ካብቲ ሕጊ ናይቲ ትካልና ክንወፅእ ስለ ዘይንደሊ ዕቃበታት ክንገብር ኢና እምበር እዚኦም ደንበ ፍትሒ ዝበሃሉ ነበሩ ማፊ ራእይ ኮፍ ኢሎም ነዚ ስርዓት እዚ በየን ክትኣልይዎ ኢኹም እንተኢልካዮም የቕንዑክ ንዓኻ ከቕንዓካ ዝኽእል ከም ሓደ መንእሰይ ነጥብታት የብሎምን። የለን ትሕዝቶ የለን እሶም እንታይ እዮም ዝገብሩ ኣልፍላን ከም ደውላ ከምዚ ከምዚ ከምዚ ገይራ ኢሎም መግለፂ የውፅልካ ንህዝቢ ኤርትራ ዘይሕግዞ ድዩ ዝቃለሱ መንእሰያት ሓደሽቲ እንተሪኦም ኖኖ ይንዕቁና ኣለዉ እዚ ደንበ ፍትሒ ሎሚ መፂኦም ይጎዩ ኣለዉ ይጋጎዩ ኣለዉ ይብልኻ ሕራይ እሞ እቲ ቁኑዕ ዝበልካዮ እስኻ ዘይገበርካ ቅድሚኦም ቀላል እኮ እያ እዚኣ

ህላውነት እንተረጋጊጻ ህዝባ ክተድሕን እያ። እዚ ወለዶ እዚ ንክሰዓር ዝገብሩ ሓይልታት እውን እኮ ኣለዉ ህግደፍ ኣይኮነን ተኺሉ ዝመፀካ ኤፍሬም ሓው ዳይረክት ዝሰዶ መልእኽቲ ኣሎ ህግደፍ ኢንዳይረክት ከዓ ዝሰዶ ኣሎ እቲ ዳይረክት ንሱ ንዓኻ ከጥፍኣካ ምዃኑ ዓዲ ዋና ምዃኑ እዩ ዝነግረካ እቲ ኢንዳይረክት ዝበሃል ከኣ ንዓኻ ዝመስሉ ተቓለስቲ ዝመስሉ ኣብ ማእኸልካ ኣእትዩ እቲ ስርዓት ክሰዓር ከምዘይብሉ ኖ ኖ እዚ ኣየዕውትን እዩ እዚ በዚ እንተኸይዱ እዚ ከምዚ ተዘይተዃሒሉ ዝብሉ ከኣ መዓት ይመጹኻ ሕጂ እንታይ ይገብሩ የኽልጉል ፊራቅ ኣስሉ ደምበ ፍትሒሲ ክፈላለ ይግብኦን እዩ ወጻዒኡ ቀታሊኡ ሓደ እንተኾይኑ ክፈላለ ይግብኦን እዩ ብቲ ሓቂ እንተመጺኻ። ግን ኣለዉ እቶም ናይ ፊራቕ በቃ ንዓኻ ዝመስሉ ብቲ ውሽጥኻ ኣለዉ ሰለል ዝብሉ ነዚኦም ተፅረዮም ከዓ ኣብቲ ናይ ብሓቂ ሰውራ ጀሚርካ ዋጋ ክኸፍሉ ምስ ጀመሩ እቲኦም ኣብቲ ውሽጥኻ ዝፀንሑ ባዕሎም ክእለዩ እዮም ንንሶም ልኡኻት እዮም እምበር ዋጋ ክኸፍሉ ድልዋት እኳ ኣይኮኑን ነቲ ህዝቢ ከድሕኑ ሕጂ እቲ መወዳእታ ግድን ኣይኮነን ሰብ ምሳና ጥራይ ክሰማማዕ ንሕና እኮ መዋቅር ጌርና ኖ ኖ እዚኣ ሰውረት ልኸድራ ጠራይ እያ ለውጢ ናይ ኤርትራ ክተምፅ እኳ ኣይንብልን ኢና እዚ መዓፁ እዚ ክፉት እዩ ሰውረት ልኸድራ ውሳነ ወሲዳ እያ ኸላስ እቲ ኸጠዋት ንሳ ትኸዶ ዘላን መደምደምታ ዘቐመጠትሉ ነጥብን እዚ ስርዓት እዚ ብዘይ ሰውራ ኣይሕከኽን እዩ። ሕጂ እዞም መንእሰያት እዚኦም ዋጋ ክኸፍሉ ብሂወቶም ሙስተዕዲን ክሳብ ዝኾኑ ንስኻ ወላ ሓደ ጸገም ክኾኑኻ ኣይክእሉን እዮም ንዓኻ መምክን ነብስኻ ትረኽባ እንተኾንካ ኣብዚ ሰውራ እዚ ኣካሎም ትኸውን እዚ ሰውራ እዚ እንተዘይ ኣዕጊቡካ ግን ንዓኻ ዝመስል ኣንጻር እቲ ስርዓት ጥራይ ኢኻ ትገብር። ምኽንያቱ እታ ሰውራ ኣይትዓጹን እያ ኩሉ ሰብ ይቃለስ ጥራይ ኢላ እያ ትጽውዕ። ጸላኢኹም ንጹር እዩ ኣንጻር እዚ ስርዓት እዚ ጥራይ ይኹን ዓቕምኹም። ብምሉእ እዚ መንእሰይ ወላ እቲ ደምበ ፍትሒ ጅምለተን ወተፍሲለን ክርድኦ ዘለዎ ነገር ኣለዎ። ሰውረት ልኸድራ ሓደ እማመ ጥራይ እያ ትኸይድ ዘላ። ባዕላ ክትተኽሎ ትደሊ ባዕላ ክትበጽሖ ትደሊ መገዲ ንጹር እዩ። ግን ጸላእትን ፈተውትን ተቐምጦም የላን። እዚ ዘመነ ቃልሲ እዩ ሰብ ክቃለስ ኣለዎ። ነዚ ስርዓት እዚ መዓጹና ክፉት እዩ ነዓም ዝዕጸዎ ኣካል የለን ግን ኖኖ እዚ ናትኩም ኣይዕውትን እዩ ኣነ ካባኹም ንላዕሊ ኣለኒ ዝብል ኣካል ተተረኺቡ ከማን ንሕና ነሹፍ ጸገም የለን ንሕና እዚ መዓጾ እዚ ክፉት እኳ ኢና ጌርናዮ ሓታ ነድዑ ለናስ ዳዕዋ ንገብር ንዑ መተቃለሱ ንዑ መብ ስርዓት ህግደፍ በቃ ንሕና ሓንቲ ዘይንሰማማዓላ ነገር ኣነ ክነግረኩም በርባዕተ ነጥቢ ብኣ ክጸዝማ

እወ እቲ ዝበዝሕ ተዛሪብናሉ ውዒልና እንዲና እንሻላ እቶም ተቆራረፁ ቁርፅርፅ ኣቢልኩም ናብቲ ህዝቢ ብፅሕዎ ንፉዓት እንዲኹም ሕጂ ነኻብ ንግሆ ራሕማን ራሒም ብዛዕባ ሱረ ከድራ ክንዛረብ ውዒልና ማለት እዩ ሎማዓንቲ ኣፀቢቕና ካብ ሎሚ ኒኔው በቃ ለይትን ቀትርን ብዛዕባ ሰውረ ከድራ ኢና ክንዛረብ ማለት እዩ ምክንያቱ ኣማራፂ የብልናን ካልእ እቲ እንኮ ንዓና እቲ ዘኺደና ዝኽእል መገዲ ንሱ ጥራይ እዩ ሕጂ ሓውና ኤፍሬም እንታይ ክትብለና ፀኒሕካ ከምዚ ዓቕሚ ሓይሊ ገለ የለን ክትብለና ፀኒሕካ ዓባይ ኢትዮጵያ እኮ ብሸውዓተ ብረት ኢና ጀሚርናዮ ቃልስና ቃልሲ ኤርትራ ትፈልጦ ኢኻ ኢትዮጵያ ኩሉ ነፋሪት ኩሉ ኩሉ ኩሉ ነገር ተለዋ ንሕና ንወፃዕና ብሸውዓተ ብረት ቃልሲ ጀሚርና ቃልሲ ህዝቢ ኤርትራ ቀፂሉ ከዓ ሃገር ኣምፂኡ ብስርዓት ህግደፍ ከዓ ተጨውዩ ሕጂ እውን ተስፋ ዘቑርፅ ወላ ሓንቲ ነገር የብልናን ማለት እዩ ዓቕሚ ካባና ብረት ከዓ ካብ ፀላኢ ከም ቅድሚ ሕጂ ማለት እዩ ብረቱ መንጢልና ብዓይኑ ኣቲና ብኡ ጌርና ርእሱ ከነፍርሶ ኢና ንሕና ከዓ ሳሕ ብዙሕ ዓቕሚ ዋህሊሉ ኣሎ ብገንዘብና ገቢቱ ኣሎ ብገንዘብና ኩሉ ነገር ገይሩ ኣሎ ኩሉ ነገር ገዚኡ ኣሎ ኩሉ ነገር ንፈልጥ ኢና ውሽጡ ንፈልጦ ኢና ከይሓተትና ኣይኮና ንውዕል ኩሉ ውሽጡ ትሕዝትኡ ንፈልጦ ኢና መህረሚኡ ንዕኡ ክኸውን እዩ ግን ከም ወያነ መንጢልና ዓይንኾነን ቁሮ ኢና ናትና እዩ ማልና እዩ ናትና እዩ ብገንዘብና ብገንዘብ መሬትና ብገንዘብ ባሕርና ብገንዘብ ወርቅና ዝገዝኦ መከላኸሊ ነብሱ እዩ ንወሪ እዩ እቶም ኣሕዋትና ግን ኣሕዋትና እዮም እንተ ደኣ ምስ ስርዓት ህግደፍ ንሕ ኣነ ክከላኸል እየ ኣነ ኣሙት መዓሁ ተይልና ከዓ ጋሕ ይበል ጉዳይና ኣይኮነን ንዓና ሕብረተሰብና ሰለስተ ርብዒ ህዝቢ ኤረትራ ኣብ ደገ ተደርብዩ ኣሕዋትና ኣብ ሱዳን ተደርብዮም ኣብ ክልተ ሓዊ ይነብሩ ኣለዉ ኣብ ክልተ ሓዊ ናፍቲ ከይኣትዉ ተቐርቂሮም ናፍቲ ከይኣትዉ ተቐርቂሮም ገዛ ዓዶምን መሬቶምን ደቂ ጀመርቲ ሰውራ ደቂ ኤረትራ ህዝብና ፈቆዶ ኤሮጳ ተበታቲኑ ፈቆዶ ዓዲ ዓረብ ተበታቲኑ ፈቆዶ ዓዲ ተበታቲኑ ካብዚ ዝኸፍእ ሕልፈት የለን እንታይ ኢና እሞ ክንፅበ ድሕሪ እዚ እንታይ ኢና ክንፅበ ፀላኢና ብርትዑ እሞ እንዳበልናስ ብማዕዶ ክንሪኦ ብርትዑ እሞ ክንዲ ዝበርትዐ ይበርትዕ ክንዲ ዝሓየለ ይሓይል ካብ ረበል ዓለሚን ይሓይልኒ ንሕና ምትወክሊን ዓለላህ ወረበና ሓይንሱርና ንኣንሕና መዝሉሚን ሸዓብ መዝሉም ሸዓብ ብገዛእ መሬቱ ብገዛእ ርስቱን ኣብ ገዛእ መሬቱ ምስጋድ ተኸልከለ ብገዛእ መሬቱ ማይ ምስታይ ተኸልከለ ብገዛእ መሬቱ ባዕሉ ኣብ ስልጣን ኣምፂኡ ተበሊዑ ዝብኢ ዘኽብር ካብ ሰብ ዝብኢ ከይትቐትልዎ ድብል መንግስቲ ኣወል መራብ ዓለም ንሰምዕ ዝብኢ ተቐትልካ ትርሸን ማለት እዩ ነቲ ዝብኢ የኽብሮ ነቲ ሰብ ከዓ ይኣስሮ ካብዚ ዝኸፍእ እሞ እንታይ ክመፀና እዩ ትሕቲ እንስሳ ዝረኣየና ሲኒ እንታይ ኢና እሞ ክንከውን ድሕሪ እዚ ብደይ ንቡር ብደይ ሓቂ ደቂ ሰባት እናጨወየ ደቂ ሰባት እናወሰደ ኣብ ገዛእ መሬቱ ሰብ እንዳዋረደ እንታይ ኢና እሞ ድሕሪ እዚ ንሕና ምትወክሊን ዓለላ እሱ ኣነ ሓያሌ ኣነ ክስቶ ኣላትኒ ክስቶ ኣላትኒ ይበለና ንሕና ከዓ ረቢ ኣለና ንብል ረቢ ኣለና ወነስር ሚነላህ ምክንያቱ ኣክር ደረጃ ኣብፅሕና እዩ ይቅየር ዶ ይኮን ቁሩብ ዶ ይኮን ዳሓን ዶ ይኮን ከምዚ እንዳበለ እውን ብዙሕ ሕብረተሰብ ፀኒሑ እዩ እዚ ግን ዝቅየር ኣይኮነን ብደምና ንፃወት ደቅና ሱዳን ኣብዚ ትግራይ ወሲዱ የሰውእ ባዕልኹም ትፈልጡ ይብለና ንቡር ከማን ኣይነግርን ንህዝቢ ንዒስራን ሸሞንተን ዓመት ህዝቢ ዓፅዩ ገዛ ምልቕላቕ ከሊኡ ገዛ ምስራሕ ከሊኡ ምሕራስ ከሊኡ ኩሉ ከሊኡ ወርቂ ናይቲ ሓዲ ሃፍቲ ናይቲ ዓዲ እንዳገበተ ህዝብና ከዓ ፈቆዶ ሸዋርዕ ለማኖ ዓዲ ሃገር ኮይኑ